ሰላም ሰላም ክቡራት ተኸታተልቲ መደባትና ከመይ ኣለኹም ጸጋ ጥዕናኹም ንሕና መቸም እንትርፎና ፍኾትኩም ጽቡቕ ኣለና ኣብ ህይወትኩም ጥዕና ኣብ ስራሕኩም ከዓወት እናተመነና ናብዚ ንሎሚ ዘዳለናልኩም መደብ ብዛዕባ ኩነታት ሓዳርን ዓቕምን መንፍዓትን ኮሜድያን ተዋሳኢ ስነጥበበኛ ዳኒኤል ጸሃየ ቪላ ዝድህስስ ትሕዝቶ ኢና ሒዝናልኩም መጺና ዘለና። ቅድሚ ምጅማርና ግን ሞራልኩም ኣብ ቀጻልነት ስራሕና ሓጋዚ ስለዝኾነ ሓደራኹም ብሼር ላይክ ኮመንት ክትዕጅቡና እናዘኻኸርና ብቐጥታ ናብ መደብና ክነብል። ዳንኤል ፀሃየ በታ ንሱ መኣሲሳ ዘላ ቪላ እትብል ሳጓ እዩ ዝፍለጥ ንዳንኤል ቪላ ዝብል ሳጓ ዝወፀቶም ኣብ 2004 ኣማመ እትብል ፊልም ቪላ ዝተባህለ ገጸ ባህሪ ሒዙ ስለ ዝተዋስኦ እዩ ክሳብ ሕጂ ኸኣ ን21 ዓመታት እዛ ሳጓ ንሱ መኣሲሳ ንሳ ደሚቓ ትርከብ ንዳንኤል ኣብ ዝተፈላለየ እዋን ብዝተዋስኣሉ ገጸ ባህርያት ብዙሕ ሳጓታት ከም ሓይሊ ሓርማዝ ጆርጆ ጠቢቑዎ እኳ እንተነበረ ዝያዳ ግን ነታ ምስኡ ነዊሕ ዓመታት ዝገበረት ቪላ እዩ ዝያዳ ዝፈትዋ። ዳንኤል ፀሃየ ኣብ 1972 ኣብ ኣስመራ ተወሊዱ ዓብዩ ዕድሚኡ ንትምህርቲ ምስ ኣኸለ ኣብ ዝተፈላለየ ቤት ትምህርትታት ክሳብ ዓስራይ ክፍሊ ተማሂሩ ካብኡ ብዝነበረ ሕሱም መግዛእቲ ተጸልዩ ኣብ ሽሕን ትሽዓተ ሚእቲ ሰማንያን ሽዱሽተን ናብ ሱዳን ስደት ኣምሪሑ። ናጽነት ኤርትራ ምስ ኮነ ፌስቲቫል ኤርትራ ክጅምር ከሎ ኣብ ሽሕን ትሽዓተ ሚእቲ ተስዓን ክልተን ናብ ሃገሩ ተመሊሱ። ዳኒኤል ሃገራዊ ግቡኡ ንምፍጻም ኣብ ሽሕን ትሽዓተ ሚእቲ ተስዓን ኣርባዕተን ምስ ቀዳማይ ዙርያ ሃገራዊ ኣገልግሎት ንሳዋ ወሪዱ። ግቡእ ወተሃደራውን ፖለቲካውን ትምህርቲ ድሕሪ ምውሳድ ድማ ኣብ ክፍለ ሰራዊት ዓሰርተ ሰለስተ ኣብ ጉጅለ ባህሊ እግሪ መኸል ድሕሪ ምጽናሕ ኣብዚ ሕጂ እዋን ድማ ኣብ ጉጅለ ባህሊ ዋልታ ይሰርሕ ኣሎ።
ሰላማዊት ሃብቶም፣ መዓስ ኢኺ ተወሊድኪ? ኣበይ ኢኺ ተወሊድኪ? ሽሕን ትሽዓተ ሚእትን ሰማንያን ክልተን ኣብ ጎዳይፍ። ሰማንያን ክልተን ኣብ ጎዳይ ፈወ ዓዲ ሰጉዳይ ዓደይ እንዳ ማዘር ከዓ ስለ ዝኾነ ኣብኡ ተወሊደ ኣብኡ ተወሊደ ዓዲ ሰጉዶ ከዓ ዓይበ ፅቡቅ እስኪ በዓልቲ ቤት ዳንኤል ወይዘሮ ሰለማዊት ሃብቶም ትበሃል ኣብ 1982 ኣብ ኣስመራ ጎዳይፍ ተወሊዳ ኣብ ዓዲ ሰጉዶ ድማ ዓብያ ዳንኤል ምስ ሰላማዊት ኣብ ናይ ቤተሰቡ መርዓዮም ሌሎም ዝጅምር ኣብቲ እዋን ንዳንኤል ቤተ ሰቡ፣ ሓፍቱ፣ ንድምጻዊ ባጀት መሓሪ ዝኾነት ናጽነት ትበሃል ንሰለማዊት ድማ መሓዛኣ ትምርዖ ነይራ። ዳንኤል ከም ቤተ ሰብ ሰለማዊት ከኣ ከም መሓዛ ኮይኖም ተራኸቡ። ተላልዮም ጽቡቕ ስለ ዝተናበቡ ከኣ ብሓንሳብ ግዜ የሕልፉ፣ ሻሂ ይሰትዩ ነበሩ። ኣብዚ እዋን ከኣ ሰለማዊት ርክቦም ስለ ዝተረደኣ ተመርዕያ ከም ዝነበረት ንቪላ ነገረቶ። ሰለማዊት ኣብ ጥሪ ክልተ ሽሕን ሰለስተን እያ ብስድራ ተመርዕያ ነይራ። ብጥዕናዊ ጸገማት ግን ክፈላለዩ ተገዲዶም።
ኤሪ መኽሰብ ኢንተርተይመንት።
ድሕሪ'ዚ ቪላ ናብ ኣሃዱ ዓሰብ ስለ ዝኸደ፣ እቲ እዋን ከኣ ከምዚ ናይ ሎሚ ተሌፎን ስለ ዘይነበረ ደሃይ ትረኽበሉ ዕድላት ብዙሕ ኣይነበረን። በዚ ምኽንያት ቪላን ሰላማዊትን ክፈላለዩ ተገዲዶም። ኣብዚ እዋን ሰላማዊት ናይ ቪላ ደሃይ ስለ ዘይነበራን ዕድመ ጓል ስለ ዝኾናን ንዓኣ ዝመስል ሰብ ረኺባ ነብሰጾር ኮይና ነበረት። ቪላ'ውን ብተመሳሳሊ ኣብ ከረን መበል ሳልሳይ ሕጽኡ ኣካይዱ ነበረ። ዳንኤል ሰለስተ ግዜ ተሓጽዩ ብዝተፈላለየ ምኽንያታት ድማ ሰለስተ ግዜ ተፈላልዩ እዩ። እታ ቀዳመይቲ ንእሽቶ ኮይና ንሳ ንስድራ ከተሕጉስ ንሱ ድማ ንስድርኡ ከሕጉስ ተሓጽዮም ደሓር ብስምምዕ ብናይ ክልቲኦም ምርድዳእ ተፈላልዮም። እታ ካልኣይቲ ቪላ ባዕሉ ዘምጽኣ ኮይና ክሰማምዑ ስለ ዘይከኣሉ መመንገዶም ሒዞም። እታ ሳልሰይቲ ጓል ከረን ኮይና ኣቡ ከላም ዘምጽኣሉ እያ። እዚኣ እውን ስድራ ስለ ዘይተሰማምዑ ክፈላለዩ ክኢሎም። ዳንኤል ጸሃየ ቪላ ምስ ሰላማዊት ሰበይቱ ኣደ ሓደ ኮይና ዳግማይ ተራኺቦም ብሓንሳብ ክነብሩ ምስ ወሰኑ ከምዚ ክብል እዩ ምስ ነብሱ ኣዕሊሉ። ወሊዳ ሰብ'ያ ወሊዳ ኢሎም ከምዚ ዝደርበይዋ ኮይኑ ተሰሚዑኒ። ተደርብያ ዘላ ሓፍትኻ ኣልዒልካ ገዛኻ ኣምጺእኻ ኮፍ ተበልካያስ እንታይ እዩ እቲ ሓጢኣት? እስከ እዚኣ ዝምልስ ክሪኦ እየ። ሽዑ ናይ ኣሕዋተይ ኣይገደሰንን። መን እየ? ወዲ ርብዓን ኣርባዕተን ዓመት እየ። ክንደይ ዓንዲረ መጽየ ምስ ክንደይ ኣዋልድ ዘይረ ወሊደ ውን ኔረ እንተ ዝኸውን እናዘርኩ ኮሙ ዕድል ይኣጋጢምዋ ንሳ ጓል ኣንስተይቲ ስለ ዝኾነት ግን ተመሪራ ተጨኪና ኣብ ከምዚ ካብ ሕማቕ ዘረባ ኢላ ርሑቕ ቦታ ተኻርያ ትነብር ዘላ እዝስ ክኸውን ኣለዎ ክገብሮ እየ ኢለ ወሲነ ባዕለይ ብርእሰይ ማለት እዩ ኣደይ ካብ ማህጸነይ ኣውጽያትኒ በዓልቲ ቤተይ ከኣ ካብ ማህጸና ቆልዑ ኣውጺኣትለይ። ስለዚ ንኽልቲኡ ዘመዛዝን ክፈጥር ደኣ እምበር ከመይ ኢለ ኣደ ደቀይ ክገድፍ? በዚ ምኽንያት እያ ኸኣ ኣደይ በይና ትነብር ዘላ። ፍቕራ ምደለና ግን እንታይ እሞ ኣብያትና በይና ምንባር መሪጻ። በዚ ዝወሰነቶ እውን ጸገም የብሉን። ኣደይ ቆራቢት ጸዋሚት እያ። ስነ-ጥበባዊ ዳኒኤል ቪላ። ሓዳር ፈተነ እዩ ብፍላይ ስድራኻ ምስታ ጓል ብዝኾነ ሕማቕ ኣጠማምታ ምስ ዝህልዎም። ኣብ ከምዚ ከኣ ጸዋርን ሓያልን ወሳንን ክትከውን ኣለካ። ነታ ኣለኹልኪ ዝበልካያ ኣደ ደቅኻ ኣብ ጎና ኮንካ ክትከላኸለላ ኣለካ። እምበር ሰበይትኻ ፍትሓያ ኣብዚ ውርሻ ከነእትወካ ዝብል ቃልዶ ካብ ሓወቦኻ ኮነ ሓውኻ ክመጸካ ትጽበ ኢኻ። ብዝኾነ ነደ ደቅኻ ፍጹም ምስኦም ወጊንካ የሕሊፍካ ክትህባ እውን የብልካን። እዚ ክብል ከለኹ ኣብ ልዕሊ ስድራኻ ሕማቕ ቃል ወይ እውን ተግባር ፈጽም ማለት ኣይኮነን። ብጥበብን ክእለትን ኣብ ልዕሊኦም ሕማቕ ከይተዛረብካ ግን ኣብ ሓዳርካ ዋጋ ክትከፍል ኣለካ። ብወገነይ ደጋፊ ሓሳብ ስነ ጥበባዊ ዳኒኤል ቪላ እየ። መሊሱ ክሕይልን ኣብ ሓዳሩ ሰላምን ቅሳነትን ክኸውንን ከኣ ይምነየሉ። ብዓቢኡ ብፍቕሪ ይነብር ምህላዉ እኹል ትሩፍ እዩ። ንስኹም ኣብ ቦትኡ ኣቲኹምከ ኣየን ምወሰንኩም? ቪላ ሓደ ካብቶም ኣብ ኮሜድን ተዋስኦን ከድምዑ ዝኸኣሉ ውሑዳት ስነ-ጥበባውያን እዩ። ኣብ ክልቲኡ ተፈቲኑ ኣብ ክልቲኡ ኣድሚዑ ዝወጸ ስነ-ጥበባዊ እውን እዩ። በዚ ኣብ ኮሜዲ ከስሕቐካ ይጸንሕ በቲ ሓደ ድማ ኣብ ፊቸር ይኹን ተኸታታሊ ድራማታት ዕቱብ ኮይኑ ይዋሳእ። ብሓጺሩ ከም ተዋሳኣይ ኩሉ ዓይነት ገጸ ባህሪ ተላቢሱ ክዋሳእ ዘይጽግሞ ስነ ጥበበኛ እዩ። ዳኒኤል ቪላ ንፉዕ ኮሜድያን እዩ። ምስ ህቡባትን ብሉጻትን ኮሜድያን ሃገርና ዝኾኑ ከም ሓጎስ ወልደገብርኤል ሱዚኒኖ፣ ኪዳነ ግርማይ፣ ጂጂ ሰሪሑ ኣብ ህዝቢ ልዑል ተቐባልነት ዝረኸበ እዩ። ምስ ሓጎስ ከም ሱዚኒኖ፣ ሓይለ ሓርማዝ፣ ብምዕራብ ሕማም ኣትዩ ዝብላ ወዘተ ክሰርሕ እንከሎ ምስ ኪዳነ ግርማይ ድማ ማመት ተኽለን ሰረቐን ሰሪሑ። ምስ ጂጂ እውን ውሑዳት ዘይኮና ኮሜድያዊ ስርሓት ኣለውኦ። ቪላ ኣብ ስነ ጥበብ ዓለም ብዙሕ ገጸ ባህርያት ሒዙ ተዋሲኡ እንድዩ፣ ብፍላይ ግን ከም ካብ ወጻኢ ሃገር ዝመጸ ዜጋ ኮይኑ ክዋሳእ እንከሎ ዝያዳ እዩ ዝምስጠካ። ካብ ርእሱ ዘይፈልያ ስካፍ ጨርቂ ምስቲ ህዱእን ልዙብን ኣዘራርብኡ፣ ዘለዎ ተፈጥሮኣዊ ድልዱል ተኽሊ ሰውነት ተደሚሩ ናይ ብሓቂ ዲያስፖራ እዩ ዝመስል። ኣብታ ተኽለን ሰረቐን እትብል ምስ ኮሜድያን ኪዳነ ግርማይ ኮይኖም ዝሰርሕዋ ፊሊም ዘርእዮ ጥበባዊ ኣሳስኣ ዝገርም እዩ። ኣብታ ፊሊም ቪላን ኪዳነን ከምቲ ክትንፋስ ኣዕሮ ኮይኖም እዮም ነታ ፊሊም ዝጅምርዋ። ኣብ ሞንጎ ግን ብሰንኪ ሓንቲ ጓል ተባኢሶም ክፈሓፍሑ ይጅምሩ። ቀስ ብቐስ ድማ ናብ ህልኽን ደስ ኣይበሎን የምርሑ እሞ ይፈላለዩ። ኣብ መወዳእታ ግን ካብ ደገ ዝመጹ ናይ ክልቲኦም መተዓብይቲ ኣዕሩኽ እዮም ዝዓርቅዎም። ቪላ ኣብታ ኣብ ኤሪ-ቲቪ ንነዊሕ እዋን ዝቐጸለትን ኣብ ልቢ ኣፍቀርቲ ስነ-ጥበብ ከኣ ዝሓደረትን ተኸታታሊት ፊልም ጀርጆ ዘርኣዮ ጥበባዊ ኣዋሳስኣ ብኣፍቀርቲ ጥበብ ክነኣድ ኣኽኢልዎ። ኣብታ ፊልም ቪላ ከም ጀርጆ ዝበሃል ካብ ደገ ዝመጸ'ቦ ምስ ሓንቲ ብስድራ ዝመጸት ዘይተፍቅሮ ንረብሓ ጥራይ ኢላ እትቐርቦ ተመርዕዩ ይወልድ። ንሳ ከኣ ነዚ መዝሚዛ ድቃስ ናይ እትኽእሎ ገጸ ባህሪ ሒዙ'ዩ ዝዋሳእ። ተዋሳእቲ ንዝወሃቦም ገጸ ባህሪ ብግቡእ ተላቢሶምን መሲሎምን ክዓዩ ሞይኦም ዝጠልቦ ክእለት እዩ። ቪላ ድማ ኣብ ዝኾነ ይኹን ኣጋጣሚ ንዝተዋህቦ ጠባይ ተላቢሱ ዝጎደለ መሊኡ ኣተዓራርዩ ብዝጥዕም መንገዲ ይዋሳእ። ኣብ ዝተፈላለያ ድርሰታት እውን ልዕሊ ክልተ ገጸ ባህርያት ተላቢሱ ከም ዝተዋስኣ ስርሑ ዝምስክሮ እዩ። ከም ኮሜድያን ኮይኑ ዝዓየየለን ብርክት ዝበላ ፍርያት ኣለዋ። ኣብ መወዳእታ ንስነጥበባዊ ዳንኤል ጸሃየ ቪላ ምስ በዓልቲ ቤቱ ሰለማዊት ሃብቶም ዕድመን ጥዕናን ይሃብኩም ንብል። ፍቕርኹምን ሓዳርኩምን የሰስኖ። ምስ ወላዲትካን ኣሕዋትካን ፍቕርን ስኒትን ክፈጥረልኩም ድማ ንምነ። እምበኣርከስ ክቡራት ተኸታተልቲ መደባትና ብዘቕርብናልኩም መደብ ዓጊብኩምን ተዘናጊዕኹምን ክትኮኑ እናተተስፈና እትደልይዎ መደብ ኣብ ኮመንት ክትጽሕፉልና እናተላበና